ግዜ ዝሃበና ኣምላኽ ከኣ ስሙ ብሩኽ ይኹን። እግዚኣብሄር ሰናይ እዩ። ግን ቅድሚኡ እውን ብዛዕባ ጸጋ ውህበት ጸጋ ክዛረብ ኢለ ይሓስብ ነይረ ኣብ መዓልቲ ብኡ ክጅምር እየ ናብቲ ምስ መዝሙር ዝኸይድ ኣዝዮም ኣገደስቲ ምስ ህይወት ዘማራይ ዝኸይድ ጽባሕ ከኣ ክንርኢና ማለት እዩ ብሓፈሻ ኣገልግሎት እንታይ እዩ? ኣገልግሎት ክንብል ከለና ወይ ከዓ ውህበ ፀጋ ክንብል ከለና ብሰለስተ ኣርባዕተ ቃላት ከምዚ ኢለ ኣገልግሎት እገልፆ። ኣብ ዘመንካ ዓይኻ ክትፍፅሞ ካብ ኣምላኽ ዝወሃበካ ጸጋ እዩ ማለት እዩ። ኣብ ዘመንካ ዓይኻ ክትፍጽሞ ዝው ኣብ ልብኻ ዝወሃበካ ፍቓድ ኣምላኽ። እስከ ሓንሳብ ንድገማ ኣብ ዘመንካ ዓይኻ ክትፍጽሞ ኣብ ልብኻ ዝወሃበካ ፍቓድ ኣምላኽ። ኣገልግሎት እዚኤን እተን ጥቕስታት ድሮ ሓሲብኩመን ትኾኑ ኢኹም። ዳዊት ብዘመኑ ንፍቓድ ኣምላኽ ምስ ኣገልገለ ዓረፈ እያ ትብል። ነህምያኸ እንታይ ኢሉ ኣሎ? ኣምላኸይ ንዮርሳሌም ክገብረላ ኣብ ልበይ ዝሃበኒ ኢሉ ኣሎ። ስለዚ ኣገልግሎት ክንርእዮ ከለና ኣብ ዘመንና ዓይና ክንፍጽሞ ዝወሃበና እዩ ጀሚርና ንገድፎ ዘይኮነሲ ዓይና ከኣ እንታይ ንገብሮ ንፍጽሞ ኣብ ዮሃንስ ጎይታና የሱስ ክርስቶስ ከምኡ ኢሉ ኣሎ እቲ ኣብ ምድሪ ዓይይ ክፍጽሞ ዝሃብካኒ ግብሪ ወዲኤ ናባኻ መጽእ ኣለኹ ኢልዎ ኣሎ ኣምላኽ ዝተመስገነ ይኹን ስለዚ ዝሃበና ይዕዮን ኣገልግሎትን ክንፍጽም ናይ ኣምላኽ ፍቃድ እዩ ማለት እዩ ኣምላክ ዝተመስገነ ይኩን ሎማዓልቲ ብዛዕባ ውህበት ጸጋ እንድየ ክዛረብ ንነፍሲ ወከፍ ውህበት ጸጋ ተዋሂብና ኣሎ ንነፍሲ ወከፍናስ ኣለና ጎይታስ ንነፍሲ ወከፍና እዩ ሂቡና ደሎ እዚ ብመስፈር ውህበት ንነፍሲ ወከፍና ዝተዋህበና ከኣ ከመይ ጌርና ነዕብዮ ሎማዓልቲ ሓደ ሓሙሽተ ነጥቢ ክነግረኩም እየ ኣብ ቀዳማይ ጴጥሮስ ኩሉኹም ኣውጽኡ እሞ ካልኣይ ጴጥሮስ ይቕሬታ ሰለስተ ዓሰርተ ሸሞንተ ብጸጋን ብፍልጠት ጎይታናን መድሓኒናን የሱስ ክርስቶስ ደኣ ዕበዩ ንዕኡ ንሕጅን ንመዓልቲ ዘላለምን ክብሪ ይኹኖ ኣሜን ይብል ሕጂ እቲ ሓደ ክንዓብየሉ ዘለና ጸጋ እዩ እቲ ካልኣይ ከኣ ንኣምላኽ ብምፍላጥ ምዕባይ ክልቲኡ ስለዚ ጸጋ ዝዓቢ እዩ ፍልጠት ከኣ ዝዓቢ እዩ ማለት እዩ እታ ጸጋ ክዛረበላ እየ ከመይ ኢልና ኢና ብውህበት ጸጋና ንዓቢ ብውህበት ጸጋና ምእንቲ ክንዓቢ ቀዳማይ ክንገብሮ ዘለና ውህበት ጸጋና ክንፈልጥ እዩ ዘለና ምስኣ ኣተሓሒዝና እንገብራ ካልእ እንታይ እያ? በታ ውህበት ጸጋና ከኣ ምግልጋል። እዚኤን እንድሕር ደኣ ሒዝናየን እቲ ሓደ ኣብቲ ህይወትና ተቐሚጡ ዘሎ ጸጋ ናይ መዝሙር ክዓብየሉ ዝኽእል መንገዲ እዚኣ እያ። እታ ጸጋ ኣላ ትካል እያ? ጽቡቕ። በታ ውህበት ጸጋኻ ከኣ ኣገልግል። ስለዚ ዓይንስ እንታይ ጥራይ እያ ትገብር? ትርኢ እያ ሓቀይ? ሓንቲ መዓልቲ ንኢድ ኣሳኺማታ ገለ ትብል ግን ሓቀይ? ኣይትፈልጥን እዩ ሕጂ እንታይ ማለት እዩ ከምቲ ዝኮንካዮ ከምቲ እተቀበልካዮ ከምቲ እተዋሃብካዮ ብኡ ጥራሕ እንድሕር ኣገልጊልካ እቲ ናይ ምዕባይካ እቲ ናይ ምውሳክካ እቲ ናይ ምዕዛዝካ ነገር ይመጽእ እዩ ማለት እዩ ኣምላክ ዝተመስገነ ይኩን ስለዚ ብውህበት ጸጋካ ምፍላጥን ውህበት ጸጋካ ምግልጋልን ዝብል እዩ ኣምላክ ከኣ ብኣኣ እዩ ዝደልየና ንኣርኪጶስ እንታይ ኢልዎ ኣሎ መጽሓፍ ቅዱስ? ነታ ብጐይታ እተቐበልካያ ኣገልግሎት ምን በለ? ንምፍጻማ ሓቀይ ተጠንቀቕ በልዎ እያ ትብል። እተቐበልካያ ንምፍጻማ ከኣ እንታይ ግበር? ተጠንቀቕ በልዎ ይብል። ሕጂ ጐይታ እንድዩ እቲ ወሃቢ ኣገልግሎት ስለዚ በቲ ዝሃበና ከኣ እዩ ዝጻባጸበና። እቶም ሰለስተ መክሊት ዝወሰዱ ንዝክሮም ብምንታይ ሓቲትዎ? በተን ተዋህቦ። ክህቦም ከሎ ከመይ ኢሉ ሂብዎም? ከከም ዓቕሞም እስኪ በሉ በጃኹም። ኣገዳሲት እያ እዚኣ። ኣምላኽ እንታይ ኣይፈቱን ይመስለኩም? ኣብ መዓልቲ ሓተታ ክትዛረቡ ኣይደልን እዩ፣ ኣይፈቅድን እዩ። ኣይትዛረቡን ኢኻ ንኣምላኽሲ እሞ ከምዚ እንድዩ ደኣ እሞ ኢልካ ኣይትዛረቦን ኢኻ። ከከም ህ ዓቕሞም። ንዓይ ደኣ ክቢድካለይ እንዲኻ፣ እንዳ ረኣኻኒ ኣነ እኳ ኣይቅበለካን ይብለካ ነይረ እዩ ኣይትብሎን ኢኻ ንኣምላኽ። ከከም ዓቕሞም እያ ትብል። ኣባይ ዘሎ ጸጋስ ክበሉ ዓቕመይ እዩ ሕጂ እንታይ ማለት እንታይ ድብለኩም ደለኹ ካልእ ኣዘራርባ ተደይ ሰሪሕኩም ሞ ዓቕመይ ኢልኩም ኣለኹም ባዕልኩም ዋላ ሕጂ ከማን ኣቢለኩም ኣለኹ ሕጂ ረኣዩ እታ ጽሕፈት ቅድሚ ምጅማርያ እንታይ ትብል ንነፍሲ ወከፍ ከከም ዓቕሞም ሃቦም እያ ትብል

ደሓር ታይ ገይርዎ ንዑ ሕያዋይ እሙን ባርያ እያ ትብል ሓቀይ በዓል ኣርባዕተ መፅዩ ከኣሲ እታ ሕያዋይ እያ ትርፍ ኣቢሉስ እሙን ባርያ ጥራሕ ዲዩ ኢልዎ ናናናናና ንዑ ኸ ሕያዋይ እሙን ባርያ እቲ በዓል ሓደ ኸ ሰሪሑ መፅዩ ነይሩ ተትኸውን ረኣዩ ታኸከም ዓቕሞም ንሪኣ ዘለና ኣብቲ ኣብቲ ኣብቲ ኣብቲ ምስገነኦም ደትሪኦና ኣለኹም ኣይተፈላለያን ምክንያቱ ኣታ በዓል ሓሙሽተ ኣታ ጀግና ገለ ኣይበሎን ካብ መጀመርያ ክህቦ ከሎ ህ ኣቁሙ ኣቁሙ እቲ በዓል ክልተ ህ ኣቁሙ ከምዚ ቀደም ክእርሙልና ከለዉ እጅግ በጣም ጥሩ ድሕር ቁሩብ ኮይና ጥሩ በዓል ከዓ ደህና ገለ እንዳበሉ ድመፁ ከምኡ ድበሃል የለን ኣብ ኣምላኽ ከማን ኣብቲ ዓዝቢ ሪኢኹም ኣለኹም እቲ ንግሆ ዝሰርሐ ስራሕ ዝጀመረ ሲ ሓደ ዲናር ተዋሂቡስ ዋው ኣታ ሎምዓልቲ ድኣ ጽቡቅ እያ ሎምዓልቲ ክፍሊት ደላ ገለ ኢሎም ተሓጒሶም በዓል መን እቲ ኣብ መበል ዓሰርተ ሓደ ሰዓት ሓንቲ ሰዓት ክተርፋ ከሎን ዝመጸ ናብ ዕዮን እቶም ንግሆ ዝጀመሩንሲ ርኢኹም ኣታ እቲ ጎይታ ከኣስ ስርሑ ዘበለ ዶ ገርመኩም በቲ ድሕሪት ጀሚሩ ዲናር ተኸፊሉስ ክብገሱ ከለዉ ብዲናር እዮም ተበጊሶም ኩሎም ግን ንመን ዲናር ሂብዎ ነቲ መወዳእታስ ዲናር ሂብዎ እሞ ሓለቓ ናዳ ሎም መዓልቲ ደሞዝ ቀይርዎ ኣሎ ገለ ኢሎም ሓሲቦም ደሓር በዓል ሽዱሽተ ተኸደስ በዓል ሰዓት ንግሆ ወጋሕታ ዝኸደ በዓል ሰለስተ ተኸደስ ዲናር ንምንታይ ደኣ ከም ዝገበርካ ኣብ ገንዘበይ ቀና ዲኻ ገንዘበይ ድላይ ክገብሮ ኣይክእልን ዲ እዩ ሕጂ ርኢኹም ኣብቲ ውፅኢቱ ሓደ እዩ እንታይ እያ እታ ዋና ነገር? ውህበት ጸጋኻ ምስ ፈለጥካ በታ ውህበት ጸጋኻ ጥራሕ እሙን ኮንካ ዶ ፍቃ እሙናት ክንከውን ጥራሕ ይደለና ነቲ በዓል ሓሙሽተ ሕያዋይ እሙን ባርያ ነቲ በዓል ክልተ ሕያዋይ እሙን ባርያ እቲ በዓል ሓደ ከዓ ሰሪሑ መፂኡ ንብተ ዝኸውን ሕያዋይ እሙን ባርያ ምክንያቱ ከከም ዓቕሞም ሃቦም እያ ትብል በሉ ሓደ ነገር ዶ ክነግረኩም ከከም ዓቕምና ሂብና ዝገሸ ጎይታ ኣሎ ምስ ገሸ እንታይ ትብል እታ ጽሑፍ? ከከም ዓቕሞም ሃቦም፣ ህ፣ ገሸ፣ ህ፣ መጸ፣ ተጸባጸበ። እስከ ንበለ ንድገመ፣ ከከም ዓቕሞም ሃቦም፣ ገሸ፣ መጸ፣ ተጸባጸበ። በቃ ሕጂ ገሺ እዩ ደሎ በቃ ኣሚንና ኣብቲ ስርሑ ኣብቲ ዕይኡ ሸይሙና ኣብቲ ተግባር ኢዱ ዕየዩ ኢሉ ኣብቲ ግራቱ ኣብቲ ስራሕ ኣዋፊሩና ከይዱ እዩ ዘሎ ክመጽእ እዩ ዝገርመኩም ነገር ትፈልጡ መጽሓፍ ቅዱሳይ ከም ዝበለ ነፍሲ ወከፍና ኣብ ቅድሚ መንበር ክርስቶስ ክንገሃድ ኢና ብግዲ ላታ ሓቀ ኣብቲ ቅድሚት ብግዲ ላታ ብግዲ ከምዚ ፈቲናን ጸሊናን ተደልና ንመጽእ ገለ ደይኮነስ ክንገሃድ ኢና ማለት ብግዲ ክንግለጽ ኢና ሽዑኡስ ዕታሮ ኣለካ ድዩ ናይ ኣገልግሎትካ ስራሕ ኣምፂኻ ዲኻ ኣምፃኻ እዚ ካልእ እዩ ማለት እዩ ስለዚ ክንገሃድ ከለናስ ሒዝና ክንመጽእ ይግብኣና እዩ ኣምላኽ ዝተመስገነ ይኹን። ቀዳማይ ጴጥሮስ እመውጽእ ከለኹ ኣርባዕተ ካብ ዓሰርተ ስጋብ ዓሰርተ ሓደ ክንርኢ ኢና እንታይ ኢና ንርኢ ዘለና ብውህበት ጸጋኻ ምእንቲ ክትዓቢ ውህበት ጸጋኻ ምፍላጥ ካልኣይቲ ከዓ ብኣ በታ ውህበት ጸጋኻ ምግልጋል ምግልጋል ኣርባዕተ ካብ ዓሰርተ እንታይ ይብል መሲልኩም ነፍሲ ወከፍ ከምቲ እተቐበሎ ውህበት ጸጋ እንታይ ሰሚዕኩም ከምቲ እተቐበሎ ቅድ ተቐበሎ፣ ነታ እተቐበልካዮ ኣምላኽ ደሓተካ፣ እስኻ ኸኣ በታ እተቐበልካዮ ጥራሕ ኢኻ ከተገልግል ደለካ። ጳውሎስ ነዚኣ ይደጋግማ እዩ፣ ነፍሲ ወከፍና ከምቲ እተቐበልናዮ፣ ኣነ እውን ከምቲ እተቐበልክዎ፣ ከምቲ ዝተቐበሎ ነፍሲ ወከፍ እናበለ ይዛረብ። ንምንታይ መሲልኩም? ኣምላኽ ዘይሃበካ ኣይሓተካን እዩ። ዘይሃበካ ኣይጽበየካን እዩ በተን ዝሃበካ ግን እጸባጸበካ ከማን ጸባጸበካ ስለዚ እንታይ ይብል ኣሎ ነፍሲ ወከፍ ከምቲ እተቐበሎ ውህበት ጸጋ ከም ሕያዎት መገብቲ ናይቲ ብዙሕ ዝዓይነቱ ጸጋ ኣምላኽ ንሓድሕድኩም ኣገልግሉ ማለት ከከምቲ ዘለኩም እንታይ ግበሩ ንሓድሕድኩም ኣገልግሉ እቲ ዘሐጉስ ነገር ኣብዚ እንታይ ትሰምዑ ኣለኹም ጸጋ ባይ ዘሎስ ንዓኹም እዩ ኣባኹም ዘሎ ጸጋ ከዓ ንመን እዩ ንዓይ እዩ ኣይገርመኩምን ኣምላኽሲ በሉ ስምዑ ናይ ገዛእ ርእሳ ፍረ ትበልዖም ደላ እያ ፍሬኣ ንመን ግን ንኻልእ እኳ እዩ ጸጋ ንሱ እዩ ኣባይ ደሎ ጸጋ ንዓኹም ክኸውን ኣባኹም ዘሎ ጸጋ ከዓ ኣነ ክምገበሉ እኳ እዩ ሕጂ እቲ ነፍሲ ወከፍ ተቐበልኩሞስ እንታይ ዝብል ዘሎ መሲልኩም ንሓድሕድኩም ኣገልግሉ ሕጂ ንሓድሕድና እናተገላገልና ንሓድሕድና ጸጋ እናተዋሃብና ንሓድሕድና እናተቐያየርና እስኹም ተቑሙኒ ኣነ ሙሉእ ገይረ ቑመኩም ንስኹም ትሃንጹኒ ኣነ ኸኣ ይሃንጸኩም። ኣይገርመኩም እቲ ውህበት ምስ ተቐበልናዮስ እንታይ ኢሉ ንሓድሕድኩም ኣገልግሉ እንታይ ማለት እዩ እቲ ሓደ ነቲ ሓደ እቲ ሓደ ከዓ ነቲ ሓደ ይህነፆ እውን ንብል ኣሎ ፅሑምሽ ሓደ ነቲ ሓደ እንታይ ግበሮ ይህነፆ ዝብል እውን ኣለና እሱ ማለት እዩ ሕጂ ረኣይዋ ዝነግር እንተኮይኑ ከም ቃል ኣምላኽ ገይሩ ይንገር ንምንታይ ዝነግር እንተ ኮይኑ ኢላ'ያ ትብገስ ዘላ ሓቀይ። ሰብ ብምንታይ'ዩ ዝዓቢ? በታ ዝተቐበላ። ስለዚ ዝነግር ስለ ዝበለ ኣብ ምንታይ ኣዕሊቡ ኣሎ? ኣብ ይንገር። ሓዝወን እዚኤን። ዘገልግል እንተ ኮይኑ እውን ከምቲ ኣምላኽ ዝሃቦ ሓይሊ ገይሩ የገልግል። ካብ ምንታይ ስለ ዝተበገሰ? ዘገልግል እንተ ኮይኑ እውን ስለ ዝበለ። ንቐጽል መሊስና ኣምላኽ ብየሱስ ክርስቶስ ብኹሉ ምእንቲ ክከብር ንዕኡ ክብርን ስልጣንን ይኹኖ ኣሜን ይብል ሕጂ ኣብዘን ክልተን እንታይ ሪኢኹም ከካብተን ዝተበገሰ ናብእን ዕል ይበል ኣሎ ምኽንያቱ ካብኡ ይትውጸን እቶም ኣቦታትና ኣብ ምንታይ እዮም ተጠቒሞም መሲልኩም እቶም ሃዋርያት ውህበት ጸገኦም ይፈልጡ ውህበት ጸጋ ሓዎም ይፈልጡ ስጋ ውህበት ጸገኦም ይኸዱ ካብኣ ግን ደው ይብሉ ንመን ይደልዩ ሓዎም ይደልዩ ጠንቀልቆም ኣይብሉን እዮም ከምዚ ምሽ ንሕና ደሓን ኢና ሓበሻ እኮ ከምዚ እዩ ሌናይ ኩስቶ እዩ ደሓን ተጠቐመሉ እንታይ ከይብል ገለ ኢኻ ትብል ዋንታ እንታይ ብል እኳ ኣይትፈልጥን ኢኻ ንሱ ግን ድሓን እንታይ ኣሎ ናይ ክሳሓወ ከምዚ ዋላ ኣብቲ መንፈሳዊ ከምኡ ከይንኸይድ የድፍርዕ ውህበት ጸጋኻ እንታይ ኢለ ምፍላጥ ውህበት ጸጋ ሓውኻኸ ምፍላጥ እንታይ ይጠቕመካ ሽዑ ስጋ ውህበት ጸጋኻ ትኸይድ ካብኣኸ ደው ትብል ጳውሎስ ከዓ ባርናባስ ከዓ ንሳኦል ክደልዮ ህ ናብ ተርሰስ ከደ ምስ ረኸቦ ናብ ኣንጾክያ መጾ እንታይ ማለት ድዩ ስጋብታ ዝኽእላ ሰሪሑ ካብኣ ኸ ጸጋ ናይ ጳውሎስ ዝደድልዮ ነገር ሪኡ ሓወይ ጳውሎስ ከምጾ ኣለኒ ኢሉ ኣምላኽ ይመስገን ኣብቲ ዕዮኹም ይዓዪ ኣብቲ ዕዮይ ትዓዩ ኣብቲ ጸጋኹም ይውስኽ ኣብቲ ጸጋይ ትውስኹ እሱ እዩ መንፈስ ኣምላኽ ኣምላኽ ይመስገን ሮሜ ዓሰርተ ክልተ ንኸይድ ሮሜ ዓሰርተ ክልተ ልክዕ ከምታ ናይ ጴጥሮስ እንድያ፣ ዝያዳ ኸኣ እዚ ብዙሕ ክነግረና እዩ። ርኣይዎ፣ ኣብቲኣ ጴጥሮስ እዩ። ርኣዩ፣ መጽሓፍ ቅዱስ እቲ ዝገርመኩም፣ ክልተ ሃዋርያት እዩ ዝዛረብዎ። መጽሓፍ ቅዱስ ብምንታይ ኢኹም ተድንቕዎ መሲልኩም? ኣብ እተፈላለየ ዘመን ይጽሓፍ፣ ብዝተፈላለየ ሰባት ይጽሓፍ፣ ኣብ እተፈላለየ ዓመታት፣ ኣብ እተፈላለየ ቦታታት ከኣ ይጽሓፍ፣ መንፈስ ቅዱስ እቲ ሓደ ኣብ ነፍሲ ወከፎም ተመቕለ ንሱ ስለ ዘጽሕፎ ሓሳቡስ ዘይስሕት ጴጥሮስ ደ ኣንተ ኮም ኢሉ ሕጂ ከዓ ጳውሎስ መስመራይ ሮሜ ዓሰርተ ክልተ ሰለስተ

እሰይ እያ ሕጂ ተጸሊኣ ዘላ ውህበት ጸጋኻ ምፍላጥ ጋብ ውህበት ጸጋኻ ከኣ ምኻድ እያ ዘላ ተኸስተ ዓዚዙ ከይሓስብ ንነፍሲ ወከፍኩም በቲ እተዋህበኒ ጸጋ ኣነ ከኣ ክብል እንድሕር ደኣ ኮይኑ ንዓኹም በየናይ ስለ ዝተዋህበኒ እሱ ከኣ ረኣዩ ኣብ ጸጋሲ ጠንቀስቀስ የለን እሱ ከኣ ክብል ተኾይንኸ በቲ ዝተዋህቦ። ዝገርም እኳ እዩ እቲ መጽሓፍ ቅዱስና። በቲ ዝተዋህበኒ ጸጋ እብሎ ኣሎኹ። ሽዑ ቀጺሉ እንታይ ኢሉ ከምቲ ኣብ ሓደ ስጋ ብዙሕ ኣካላት ዘሎና እሞ ብዘሎ ኣካላት ከኣ ተግባሩ ሓደ ዘይኮነ ንሕና ብዙሓት ከኣ ኸምኡ ብክርስቶስ ሓደ ስጋ ኢና በብሓደ ግና ንሓድሕድና ኣካላት ኢና እንታይ ድብል ዘሎ መሲልኩም እተፈላለየ ኣካላትሲ ሓደ እዩ ምሽና ኣብዚ ንክትመጹሲ ኩሎም ሰሪሖም ሓቀይ ዶ ኩሎም ዝሰርሕዎ ስራሕሲ ሓደ ምሽን እዩ ዘለዎም ኩሉ መዓልቲ ናብዚ እናኸዱ ከም ፍርቆም ካብቶም ኣካላትና ፍርቆም ናብዚ ዝኸዱ ኣለዉ ድዮም ኖ ሓደ ሓሳብ ምስ ሓሰቡ ኩሎም ይሰርሑ ኩሎም እዮም ዝሰርሑ እቲ እግሪ እቲ እግሪ ይንቀሳቐስ እቲ ኢድ ይሰርሕ፣ እቲ ዓይኒ ይመርሕ፣ እቲ እዝኒ ከኣ ገለ ገለ እንድሕር ኣሎ ዋእ እንታይ ደኣ ኢደስ ዘይብለኒ ዶ ኣሎ ይብል ከኣ እሱ ከኣ ሰምዓሎም ከኣ እ ኣምላኽ ይመስገን ከምዚ ስለ ዝተዋህቦም ከኣ ኣነ ዝገርመኒ ተመሰጋጊኖም ከኣ ይፈልጡን እዮም ንሓድሕዶም ኣታ ዓይንስ እስኻሲ እንታይ ኢኻ ከመይ ገለ ኣይብልዎን እዮም ስርሑ እዩ ስቕ ኢሉ ይሰርሕ ኣሎ ሓደ ግዜ ምሽ ንፅበ እቲ ክንገብሮ ዝግባኣና ኢና በሉ እኳ ንሱ እኳ እዩ እ ዝግባኣና ከምዚ ተኣኪቦምሲ ኣለና እግሪ እግሪ ሕጂ ንእግሪ ዋላ ንሕሰቦ ኣንታ እግሪ እስኻሲ ኩሉ መዓልቲ ምስ ጸቐጥናካ ኢሎሞ ፈልጡ ከምኡ እዩ ተሰሪሑ ከምኡ ተሰሪሑ በቃ እቲ ክስራሕ ከሎ እቲ ዲዛይኑስ ንኽስከሞ ኣንታ ከነብርየካ ተትብል ርእስሲ እንታይ ጠስቕ ድኽብል ክንደይ ክጋጮ እንታ ክገብር እዩ ግን ኣመስጊኖም ኣይፈልጡን ኣብ ሓቂ ንዓ ከነብርየካ እግርስ ጸቂጥናካ ኩላህና ገለ ኢሎሞ ፈልጡ እሱ ከኣ ኣማሪሩ ይፈልጥን ኢየ ክንደይ መዓልቲ ኣነ ከብለኩም ኢየ ኣይብሎምን ኢየ ግን ታይ ገብሩ ኣየ ቶም ኣግራብ ከኣ ከሐጉስኻ ንዓና ክትብል ደሮና ትረግጽ ትውዕል ኢሎም ከኣ ቶም ኣብ ላዕሊ ሰለል ክብሉ ብውዕሉ ከይሓጽቦ ኣሜን ኣታ ዳርሕዶም ስርኣይዎም ቶም ኣካላት ሲ ኣካላት ኢዮም በቃ ኣካላት ብዙሕ ግዜ እንታይ ይብል መሲልኩም ኣብታ ጫፍ ኢድኩም ተተቐርጢምኩም ሲ ንዓኣ ዲኹም ትልእኹዋ ነታ ጫፍ ኢድኩም ዋላ ብዘሎ ኣካልኩም ትኸዱ ናብ ሆስፒታል እንተ ኹንካ ኢኻ ትእለሙኻሲ ህ እዋይ ኣብዛ ጫፍ ኢኻ እኳ ተርእዮ ግን ንመን ሒዝዎ ኸይዱ ንኽንዲ ገሊኻ ሒዝካ ኸይዱ እንታይ እዩ ኣካል እስኪ በሉ ሕጂ ኣካል ስለ ዝኾኑ በዚኦም ዝዓዩ እዚ ኢና ሕጂ እቲ ስሒትና የደለናስ እዚ ኣካልኩም'የ፣ ኣካለይ ኢኹም። እዚ ኢና ሕጂ ኣብዚ ኢና ክንመጽእ ተደልዩ ዘሎ። ከምኡ እዩ ዝብል ዘሎ እቲ መጽሓፍቲ እንታይ ዝብል ዘሎ ነፍሲ ወከፍሲ ሓደ ስጋ እዩ። ግን ክትርእዮም ከለኻ እቶም ገሊኦም ትርር ዝበሉ፣ እቶም ገሊኦም ዓጽሚ፣ እቶም ገሊኦም ስኒ፣ ህይወት ዘይብሎም ከለዉ ከማንሲ ኩርምቲ ሓሚመ ትብል ሓቀይ። እንታይ ክንገብሮም ኩሎም ኣለዎም በቃ ሓደ ተሰሰቂ። ሓደ ተተሓጎሰ ክልተ ዓመት ኩሎም ስርሖም ክሰርሑ ከለዉ ኣየደርዑን እዮም ንሓደ ከምዚ በዓል እግሪ ልቢ ከዓ ልቢ ከዓ ኣለኩም በረ በዓል እዩ ልቢ ከዓ ክሓስቡ ከለኹም ምሉእ መዓልቲ ክንሰርሕ ውዒልና ድኽም ምስ በልና ፍዕል በቃ እግርኻ ኩሉ ኢድን ገለመለን ክበል ክብል ከሎ እቲ ልብኸ ዲተብሪና ገለ ድሕር ኢሉ ኣነ ከዓ ክዕርፍ የተ ኢልኸ የለኻን ኩልኻ የለኻን ሕጂ ንሱ ሲ እንታይ ዝያዳ ደስርሖ ደሎ ከምኡ ተፈጢሩ ከምኡ ኣምላክ ሲ ከምኡ ገይሩ ዲዛይን ስለ ዝገበሮ ሓለፍ ኣይኮነን ዝገብር ዘሎ ሕጂ ርኢኹም ነፍሲ ወከፍናስ ተመቒልና ኣለና እቲ ጸጋ ነብሲ ወከፍና ተዋሂብና ኣለና እቲ ጸጋ ከምዚ ኣብ ንሓድሕድና ከኣ እዚ ንትን ክንበሃል ዘይኮነስ በቲ ዝተቐበልናዮስ ዓዚዝና ክነገልግል ጥራሕ እዩ ኣምላኽ ተመስገን ይኹን ንቐጽላ እዛ ምዕራፍ እዚኣ እምበኣር እቲ ኣካል ዝብል ስለ ዝተዛረበ እየ ቁሩብ ወጽየ ጸኒሐ እንታይ ይብል ሽዑ መሲልኩም? በብሓለግና ኣካላት ንሓድሕድና ኢና ኢሉ። ከምቲ እተዋህበና ጸጋ በበይኑ ዝኾነ ውህበት ጸጋ ካብ ዝህልወናስ ትንቢት እንተ ኾይኑ ብልክዕ እምነትና ይኹን። ኣገልግሎት እንተ ኾይኑ መልኡለይ እንድሕር መጽሓፍ ሒዝኩም ኣለኹም ብኣገልግሎትና ንጽናዕ። ካብ ምንታይ ስለ ዝተበገሰ? ኣገልግሎት ስለ እተበገሰ። ዝምህር እንተ ኾይኑ ብምምሃሩ ከምታ ናይ ጴጥሮስ ዓንቶይ ዝብላ ዝነበረ ሕጂ ኣብዚኣ ከኣ እንታይ ተወሲኻ ካልእ መዓድ እንተኾይኑ ኸ ብምምዓዱ ካልእ ኸ ዝህብ መራሒ ዝድንግጽ ካብ ካብታ ዝተበገሳ ናብ ኣምጻ ጸጋ ማለት እንታይ ማለት እዩ ምፍላጡ ዝተዋህበካ ጸጋን ኣብታ ዝተዋህበትካ ኣብኣ ከኣ ምምልላስን እዚኣ እንድሕር ጌርካ ጥራሕ ኢኻ ትዓቢ። ኣምላኽ ዝተመስገነ ይኹን። ሓድሓደ ግዜ ዘይተዋህበና ነገር ከነዕቢ ከነምጽእ ንደሊ ኢና። ኣምላኽ ዘቐመጦ ጥራሕ እንድሕር ኮይኑ ግን ናወሰኸ ይኸይድ ፍረ እናበዝሖ ይመጽእ። ንዓኻኸ ዘየድክመካ እናኾነ ይመጽእ። ሰባትከ ዝኣምኑሉን ዝምስክሩልካን እናኾነ ይመጽእ። ኣምላኽ ዝተመስገነ ይኹን። ሓደ ግዜ ኣዋም ዶ ትዝክሮም እቶም ኣብ መሳፍንቲ ታሽዓይ ምዕራፍ ደለው ንጉስ ድዮም ንግበር ኢሎም ንጉስ ንግበር ኢሎም ምክንያቱ ቀዲኦም ክኾኑ ክእሉ እዮም ምናልባት ነዞም በዓል ነዞም እንስሳ ኣንበሳ ኣለዎም ሓቀይ ንጉስ ንዕዋፍ ከዓ ንስር ኣለዎም ንሕና ከዓ ገለ ንግበር ገለ ኢሎም ክኾኑ ክእሉ እዮም

ቅብኣት ይኣኽለኒ ቅብኣት ይኣኽለኒ እስኪ በላ እታ ህዝቢ ካብ ቅብኣት ንላዕሊ ዶ እንታይ ኣሎ እዩ ነገስታት ብኣይ ይቅብኡ ነቢያት ብኣይ ይቅብኡ እቲ ዘይቲ እዚ ኖ ይኣኽለኒ ዘይተ ኢሉ ደሓር ኣቢኻ እወ ኣቢ ናብ በለስ ደይደ ኸይደ ኢሎም በለስ ንዓባ ንስኻ ንገስ ገለ ኢሎም እቲ ጣዕመይ ገዲፈ ጣዕሚ ኣይነግስን ሰሰው ኣይብልን ኣብ ልዕሊኦም ጣዕመይ ይዓኽነኒ እንታይ ይሕዙ ኣለዉ ትሪእዎም ዘለኹም እታ ዘለውዎ እታ ቅብኣት ስንዲ ናይቲ ዘይቲ እ፣ ቅብኣተይ እቲ ጥ- ክሳይ ከዓ እቲ በለስ ከዓ ዲ ጣዕመይ ኢሉ ኣብኻ እወ ኣበይ ናብ ኣውሊዕ እሞ ንኺድ ኣውሊዕ እዞም ወይኒ ወይኒ ኣብዮምና ኣለዉ በዓል ኣውሊዕ ተባሂሉ ማለት እዩ እስኻ ከባ ንዓ ንገስ ተበልዎስ እንታይ ኢሎም እስኻ እቲ ንኣምላኽን ንሰብን ደሐጉስ ፍረይ ገዲፈ ናባኹም ክነግስ ኢለ ኖ ኖ ኖ ኖ ኣይከውንን ንሓር ዕላማ ክገብር ንእሸኹ ደይንሓቶ እሸኹ እሸኹ ኣብለ ኣውሊ ዓብይዋ

ተተጸጋዓካ ይጽቡቕ ክልቲኡ ኮይነ ይጽቡቕ ካብ በልኩም ደኣ ኢልዎም ንሱ ከዓ እምበረ ንዕበሉ ኣሳፍዑ ክስታይ ኣለዎ ኣፅልሉ ኢልዎ ዋይ ኣፅልሉ ከዓ ኣለዎ ኣብቲ መሳፍንት ዳሽዓይ ምዕራፍ ኣቦ ንዕፅልሉ ኢልዎ ሃገር ብመን ትርበሽ ቤተ ክርስቲያን ብመን ይርበሽ ቤተሰብ ብምንታይ ይርበሽ በቲ ዘይብሉ እቶም ዘይብሎም እኳ ክስተ እቶም ዘለዎም እኮ ከቢድዎም ትክስታዮም ወላ ሓንቲ ይብሉን እዮም ይኣኽለና ገለ እዮም ዝብሉ ኣይዛረቡን እዮም ዘለዎም መዓስ ይዛረብ ዘለዎ እኮ ይዛረብ ንዑ ንዑ ፅልሉ ከዓ ኣለዎም ኣፅልሉ ኣለካ ኣመሪካ ሕጂሲ እንታይ ክብል ደልየ መሲልኩም ብሩኻት እንድሕር ጸጋ ኣሎ ኣብ ሂወትና እንተ ደኣ እግዚኣብሄር ዘቐሞጦ ኣሎ ኮይኑ ንሱ የኽብር። ዖዝያን ትዝክርዎ ኢኹም ሓቀይ ዖዝያን ኣምላኽ ንጉስ እንዲ ጌርዎ ሓጽቢ ሰሪሑ ሰሊጥዎ ዲጋ ዲጋ ምስራሕ ፎቱ ነይሩ ሰሊጥዎ ወተሃደራት ኣሰልጢኑ ሰሊጥዎ ካልእ እንታይ ሳልሳይ ነይሩ ገለ ገብር እሰልጦ ግን እንታይ መሲልኩም ኩሉ ስርሑ እዩ ናይ መራሒ ስራሕ ይሱ ኦኬ መንዳ ክሰርሓሉ ዲጋ መራሒ ደይሰርሖ

ዲጋ ናቱ እዩ ሓቀይ ድሰለጦ ንምንታይ ናቱ እዩ ሰራዊት ኣሰልጢኑ እንተሰለጦ ሃ ስርሑ እዩ ሓር ኣብታ እንዳ ካህናት ክኸይድ ፅንሃ ክሕዝ እንታይ ከም ዝበሎ ተኣዛርያ ዶ ትፈልጡ ኣይተኽብረካን እያ ሲኣስ ኢልዋ ቃል ብቃላ ድገምዋ ኣይተኽብረካን እያ እዚኣ ናይቶም ንዓኣ ክዓዩ እተቐደሱ ለዋውያን እያ። ኣሜን። እንታይ ኢና ንዛረብ ዘለና? በታ ናትካ ጥራሕ ኪድ እኳ ኢና ንብል ዘለና። በታ ናትካ ኣብታ ናትካ ጥራሕ ኣይተኽብረካን እዩ። እዚኣስ ኣይተኽብረካን እያ። እዚኣ ደኣ ናይቶም ኣብ ኣብ ኣፍንጭኡ ዕጣን ክዓጥኑ እተቐደሱን እተፈለዩን እ ናቶምያ ኣሜን እንታይ ኢና ንብል ዘለና ከመይ ኢልና ኢና ብውህበት ጸጋና ንዓቢ ቀዳማይ እንታይ ኢለ ጸጋ ውህበትካ ምፍላጥን ነታ ውህበት ጸጋኻ ከዓ እንታይ ምግባር ምግልጋልን እዚኣ እያ ተዕብየና ኣምላኽ ዝተመስገነ እዩ። ካልኣይቲ፣ ካልኣይ ርእስና ነወፊ። ጸጋ እንታይ ይደሊ? ርእስኻ ምውፋይ እስኪ በሉ። ዋው! ርእስና ዘይንውፈየሉ እንድሕር ደኣ ኮይኑ ዝኾነ ነገር ኣይወስኽን እዩ። ክትውስኽ ትደሊ? ድቃስካ ሰውእ። ክትውስኽ ትደሊ ዕላልን ካልእ ዘይጠቅም ነገርን ቁረጽ።
ሕጂ እንታይ ማለት እየ መሲልኩም? ክንዓቢ እንተ ደኣ ኮይንና፣ ክንዓዝዝ እንተ ደኣ ኮይንና፣ ክንውስኽ እንተ ደኣ ኮይንና፣ ብሓደ ጸጋ እንታይ ከድልየና እዩ? ርእስኻ ምውፋር። ርእስኻ ዘይትውፍየሉ፣ ርእስኻ ዘይትህበሉ ኣገልግሎት ክውስኽ ኣይክእልን። ሓሓደ ግዜ ኣብቲ ህይወትና እቲ ጸጋ ምስ ተዋህበናስ ከምዚ ናይ ሓላልና እኳ ኢና ንገብሮ ናይ ሓላልና መስለና ጸጋ እኮ ከምዚኣ እየ ዝብላ ኣነ ጸጋ ዘይናትና ኣባና እዩ ድጎሞ እስኪ በቃ እዚ ደኣ እሞ እንታይ ኣይትውን ኣብ ጸጋሲ ተደሞሮ የቡሉ ተደሞሮ የቡሉ ጸጋ ደይቡሉ እዩ ብድሕሪኡ ኣይድሞሮን እዩ ንጸጋ ጸጋ ኣብ ህይወትኩም ዘሎ ኣብ ህይወተይ ዘሎ ውህበት ጸጋ ዘይናተይ ኣባይ ካልኦት ምእንቲ ክጥቀሙሉ ዘይናተይ ኣባይ ዘይናትካ ኣባኻ ዘይናትከ ኣባኺ ኣነ ዝጥቀመሉ ኣነ ክጥቀመሉ ኣባ ከሎ ካባይ ክጥቀሙ ከዓ ኣባይ ኣሎ ጸጋ ማለት ዘይናትና ኣባና ካልኦት ምእንቲ ክጥቀሙ ሕጂ ርእስና ኢና ንውፍ ርእስና እንድሕር ደኣ ዘይንውፍዮ ኣሎ ኮይና ዘይንተግህ እንተ ደኣ ኮይና ጸጋ ይውስኽ ጸጋ ይውስኽ ንኸን ነፍሲ ወከፍና ብመፍስፈር ውህበት ክርስቶስ ጸጋ ተዋሂቡና ኣሎ ይብል። ብዛዕባ ጸጋ እንድሕር ኣጽኒዕኩም ቆሮንጦስ ኣንብብዎ። ጸጋ ይዓዝዝ ዶ? ጸጋ ማእለያ ዘይብሉ ይኸውን ዶ? ጸጋ ኣብ ልዕሊ ጸጋ ተባሂሉ ዶ ኣሎ? ማእለያ ዘይብሉ ጸጋ ተጻሒፉ ዶ ኣሎ? ወሓዚ ጸጋ ዶ ተጻሒፉ ኣሎ? ንምንታይ መሲልኩም ይውስኽ እዩ። ጸጋ ጥራሕ ኢሉ ደው ኣይብልን እዩ ጸጋ ኣብ ልዕሊ ጸጋ ጸጋ ዓዝዝ ጸጋ ይውስኽ ጸጋ ጸብለል ይብል ከዓ ረሲዐ ጸኒሐ ጸብለል ከዓ ብል እንታይ ማለት እዩ ሕጂ ይውስኽ ማለት እዩ ይዓዝዝ ይብሎም ገሊ ኣብ ቆሮንቶስ ተንቢብኩም ብዛዕባ ጸጋ ምዕዛዙ ጸብለል ምባሉ ምውሳኹ ኩሉ ይዛረብ ከመይ ኢሉ እዩ ግን ዝውስኽ ድሕሪ ኢልና ንጽራ ኢኻ ትውፊ ኣምላኽ ይመስገን ጳውሎስ ኣብ ካልኣይ ቆሮንጦስ ሽዱሽተ ሓደ እንታይ ኢሉ ጸጋ ኣምላኽ ንኸንቱ ከይትቕበሉ ንሕና መዓይቲ ኣምላኽ ኮይና መሎለ ንምዕደኩም ኣለና ጸጋ ንኸንቱ ከይትቕበልዎ Like። ኣነ ጸጋ ኣምላኽ ንኸንቱ ኣይተቐበልክዎ እንዶ ኢለ ሓቀይ ኣየሉ ሰሪሐሉ እዩ ድብለካ ጳውሎስ ኣምላኽ ዝተመስገነ ክብሪ ንኣምላኽ ጸጋ ርእስኻ ትውፍየሉ ኢኻ ካልኣይ ቆሮንጦስ ሸሞንተ ሓሙሽተ እንታይ ይብል ነዚ ጸጋ እዝን ንሕብረት ምግልጋል ቅዱሳንን ብብዙሕ ልማኖ እናለመኑና ብፍቓድ ኣምላኽ ቅድም ንጎይታ ድሕሪኡ ከዓ ንዓና ርእሶ ምውፈዩ ይብል ኩሉ ግዜ ምስ ጸጋ ርእስኻ ምውፋይ ንረክብ ኢና ኩሉ ግዜ ርእስኻ ንኣምላኽ ትውፊ። ህዝቂ ንጉስ ህዝቅኤልሲ ህዝቅያስሲ እንታይ ኢልዎም ነቶም ካህናት መሲለኩም ኣብ ኣፍንጭኡ ዕጣን ክትዓጥንሉ እግዚኣብሔር ንዓኹም ሓርዩ እሞ ሸለል ኣይትበሉ ኢልዎም ሸለል ኣይትበሉ ኢልዎም ሸለልትነት እዩ ንሰብ ዝቐትሎ ፈልጡ ኢኹም ሸለልትነት ከመይ ከም ዝቐትሎም ሸለልትነት ድቀትለካ ሸለልትነት ብዙሕ ኢካ ተጥፍእ ሸለል ኣይትበሉ ይብሉ ኣምላክ ከተገልግሎ እንተ ኮንካ ከኣ ኣብ መንፈሳዊ ህይወትና ትፈልጡ ዲኹም ትግሃት ከመይ ኣገዳሲ ከም ዝኾነ ኣብ ካልኣይ ጴጥሮስ ረኣይዎ እንዶ ነቲ ዝኾነልና ንህይወት ዝኸውን ዝኾነልና ነገርሲ እንታይ ድብል ተጻሒፉ ዘሎ ብትግሃት ዘበለ ተጋደሉ እኳ ኢሉ ተዋሂቡኩም እኳ ኢሉ ኣሎ እቲ ምፍቃር ኣሕዋት ፍርሓት ንእግዚኣብሔር ተዋሂቡና እኳ ኢሉ እንታይ ግን ኤክሰርሳይስ ግበርዎ ትግሁ ተጊህኩምሲ ኣውፅእዎ ንበርዎ እዩ እኮ ኣምላኽ ዝተመስገነ ይኹን ነዚ እንታይ ኢልዎ ብትግሃት ዘበለ ሮሜ ዓሰርተ ክልተ ከኣ ኣንብቡ። ዓሰርተ ሓደ እንታይ ትብል? ንምትጋህ እ። ደሓር ቀጺሉ እንታይ ኢሉ? እታ ደይ ም- እታ ምትጋህ ንምንታይ ኣምጻካ? ብመንፈስ ምቅጻል ተምጻካ። እታ ብመንፈስ ምቅጻል ከ ንእግዚኣብሔር ምግልጋል ተምጻካ። ኣሜን። ኣሜን እታ መሰረታ ግን ካብ ምንታይ ተበጊሳ? ትግሓት

ኣነ እኸይድ ኣለኹ ምስ በለስ፣ እንታይ ደኣ ክኾኑ እዮም ሰባት? ገለ ምስ በለ፣ ኖኖኖኖ፣ ሙሴ፣ እያሱ ኣለካ፣ እቲ መንፈስ ዘለዎ ሰብኣይ፣ መንፈስ ዘለዎ ሰብኣይ እስኪ በላ ኣንታ። ውይ! ክንደይ ይጥዕም! መንፈስ፣ መንፈስ፣ መንፈስ እዩ። ኣምላኽ መንፈሱ እዩ ደገልግሎ። እዚ ካይተገልግሎ፣ ኣባኻ ዘሎ መንፈስ እዩ። መንፈስ ዘለዎ ሰብኣይ ግብረ ሃዋርያት ኣንብቡ ሻብዓይ ምዕራፍ እንታይ ይብለኩም? እ? መንፈስ ዘለዎም ሰባት ሕረዩልና እንታይ ዘለዎም ኣታታ ስሙ መንፈስ ዘለዎም ሰባት እሶም እዮም ደግሚና መንፈስ ብዝሕ ዝበለሎ ብመንፈስ ዝንቀሳቀሱ መንፈስ መሊእሎም ዝው- ዝወዛወዙ መንፈስ ዘለዎም ሰባት ሕረዩልና እዩ ተባሂሉ ኦ ሃሌሉያ መንፈስ ዘለዎም ሰባት ስምዖን እታ ኣረጊት ዶ ትዝክሮ እንታይ ነይርዎ መንፈስ ነበሮ መንፈስ ቅዱስ ነበሮ እኮ እዩ ዝብለካ እቲ ብሉይ ኪዳን እዚ መንፈስ ቅዱስ ነበሮ ነቲ ፃድቅ ከይረኣየ ከም ዘይመውት ከዓ ተገሊፁሉ ነበረ ይብል ሽዑ እንታይ ገይሩ የሱስ ናብ መቅደስ ክመፅእ ከሎስ ብመንፈስ ተመሪሑ ታበሎ ዝቃልስ ብመንፈስ ተመሪሑ ብመንፈስ ተመሪሕካ ተመፂኻ የሱስ ኣይትስሕቶን ኢኻ

ደረጃታት ኣሎ ብትግሃት ንምትጋህ ኣይትተሃከዩ ኣታ እዚ ትህኪት እንድሕር ኣፅኒሕኩሞ ሃካይ ኣብ መንግስቲ ኣምላኽ እዩ ነቲ በዓል ሓደ ኣንተወይ ክንምለሶ ዶ ቁርብታይ ክንምለሶ ነቲ በዓል ሓደ ወላ ሓንቲ ይበልና ኢና ዓከይ ቁርብ እንተናኸፎ ሃካይ ኣብ መንግስተ ሰማይ ኣትዩ ትፈልጡ ኢኹም ሃካይ እኳ እዩ ኮይኑ ኣታ ሃካይ ባርያ ኢልዎ ሃካይ መንግስቲ ሰማይ ኣይትረኽቦን ኢኻ ብትግሃት ዘበለ ተጋደሉ ምስ በለ ኣብቲ ፍልጠትኩም እዚ ወስኹ እዚ ወስኹ ወስኹ ኣብ መወዳእታ እንታይ ኢሉ ዲዓ ፅዋ እዚ ነገር እዚ እንተለኩም በልዎ እስኪ ደድሕሪ እናማዕበለ እውን እንተኸደ ንምፍላጥ ጎይታና የሱስ ክርስቶስ ሃካያትን ዘየፍርዩን ክትኮኑ ኣይሓንገኩምን እዩ ኣሜን